ናይ ሎሚ ፊልምና ዝጅምር ድራኩላ ዝስሙ ቫምፓየር ምስታ ንእሽተይ ጓሉ ሜቪስ እናተጫወተ ከሎ እዩ። ንሱ ባዕሉ እዩ ድማ ንዓኣ ዘዕብያን ዝከናኸናን ዘሎ። ታሪኽ እናነገረ እንዳደረፈላ ከምኡ እውን ብኸመይ ከም ትበርር እናለማመዳ የዕብያ። ኣብዚ እዋን እዚ እቲ ሓጋዚኡ መፂኡ ዓለምለኻዊ ደቂ ሰባት ክበፅሑ ዘይኽእል ቦታ ከም ዘዳልወሉ ይነግሮም። ምኽንያቱ እዚ ቦታ እዚ ብዝስንብዱን ብዘፍርሑን መናፍስቲ ዝተመልኡ መቓብራት ዝተኸበበ ስለዝኾነ ዝኾነ ሰብ ክቐርብ እንተፈቲኑ ብፍርሓት እዩ ዝመውት። ድሕሪኡ ድራኩላ ናብታ ዝሞተት በዓልቲ ወይቱ ፎቶ ሒዙ ክቐርብ ከሎ ንሪኦ። ንሳቶም ኩሉ ግዜ ንጓሎም ሜቪስ ማንም ሰብ ከይጎድኣን ከይቐርባን ኢሎም ዝከናኸንዋ ዝነበሩ ቦታ ኣብ መወዳእታ ከም ዝሃነጽዎ ይነግራ። ዓመታት ይሓልፍ እሞ ሓያሎ ኣጋንንትን መናፍስትን ናብቲ ናይ ድራኩላ ቦታ ክበጽሑ ይመጹ። እዚ ቦታ እዚ ድማ ካብቲ ግዜ እቲ ጀሚሩ ዓብዪ ሆቴል ኮይኑ ኣሎ። ድራኩላ ምስቶም ናብ ሆቴሉ ዝመጹ ጋየሽኡ ኮይኑ በዓል የኽብር። እዚ ሆቴል እዚ ካብ ዝህነጽ ጀሚሩ ዓለምለኻዊ ሰብ ኣትይዎ ኣይፈልጥን ድራኩላ ቀጺሉ ናይ ጓሉ ሜቪስ ናይ ልደት በዓል መደብ ሰሌዳ የላሊ ናይ ድራኩላ ፈተውትን ኣዝማድን ይበጽሑሞ ንሱ ድማ እንኳዕ ብደሓን መጻእኹም ብምባል ንበዓል ልደት ጓሉ ስለ ዝመጹ የምስጉኖም ድራኩላ ቀጺሉ ናይቶም ጸላእቶም ዝኾኑ ደቂ ሰባት ምስልታት ዘለዎ ምርኢት የላሊ ኣብዚ እዋን እዚ ሜቪስ ኣብ ክፍለኣ ኮይና ነቲ ኣቦኣ ድራኩላ ኣብ መበል 118 ዓመት ልደታ ናብ ወፃኢ ዓለም ወፂኣ ብናፅነት ክትርኢ ከም ዝፈቐደላ ዝሰናእዳኣሉ ቃል መሰረት ከመይ ጌራ ከም ትሓቶ ትለማመደላ ድራኩላ ናብ ክፍለኣ ኣትዩ እንኳዕ ተወለድኪ ይብላ ሜቪስ ብዛዕባ ሓደ ነገር ክትዛረቡ ከም ትደሊ ትነግሮም ንሱ ድማ ነቲ ዘሰናድኦ ቃል ከም ዝዝክሮን ከም ዘኽብሮን ብናጽነት ክትወጽእ እውን ከም ዝፈቕደላ ይነግራ። ሜቪስ ብጣዕሚ ትሕጎስ እሞ ቦርሳ ኣልዒላ ናብታ ኣቦኣን ኣዲኣን ፈለማ ዝራኸብሉ ቦታ ክትከይድ ምዃና ትነግሮም። ድራጉላ ግን ስድራቤቶምን ፈተውቶምን ብፍላይ ንዓኣ ንምብዓል ከም ዝመጹን ንዓኣቶም ገዲፍካ ምኻድ ግን ነውሪ ከም ዝኾነ ይነግራ። ንሳ ንዓኣቶም ከም ትፈትዎምን ብምምጽኦም ከም ዝተሓጎሰትን ትገልጽ። ነገር ግን ክትወጽእን ክትገይሽን ናይ መዘናኣ ሰባትን ሓደሽቲ ሰባትን ክትረክብ ከም ትደሊ ትነግሮም። ድራኩላ ከም መጀመርታ ንድሕሪት ዘሎ ናይ ደቂ ሰባት ዓዲ ክትከይድ ይፈቕደላ። እዚ ድማ ኣብ ግዜ በዓል ልደታ ተመሊሳ ንኽትመጽእ ተባሂሉ እዩ። ሜቪስ ትሓቕፎ'ሞ ስለ ዝኣመናን ቃሉ ስለ ዝሓለወን ተምስግኖም። ብዓብዪ ሓጎስ ኮይና ነቶም ሃንደበት ዝኣተዎ ዝማዳ ኣብ ህይወታ ንፈለማ እዋን ካብዚ ዕርዲ ወጻኢ ክትወጽእ ምዃና ትነግሮም። ነገር ግን ሓደ ከፍርሖ ክፍትን ከሎ፣ ከመይ ገይሩ ነታ እንኮ ጓሉ ናብቶም ጸልኦም ዘፍርሑ ደቂ ሰባት ከም ዝሰደዳ ይሓቶም። በቲ ካልእ ወገን ድማ ሜቪስ ናብ ፊሊሊ ተቐይራ ካብቲ ዕርዲ ወጺኣ ትረኣ እዩ እሞ ናብቲ ምስ ኣቦኣ ዝተስማዕምዐትሉ ናይ ደቂ ሰባት ዓዲ ትብገስ። ድራኩላ ግን ካብ ርሑቕ ኮይኑ ንጓሉ ንምክትታል ቀዲምዋ ከይዱ ይጸንሕ ሜቪስ ኣብታ ዓዲ ሰባት ኣይትረክብን እታ ዓዲ ሙሉእ ብሙሉእ ባዶ እዩ ሃንደበት ግን ሓደ ጉጅለ ሰባት ሒዞም ናብኣ ኩናት ሓዊ ሒዞም ክመጹ ትርእዮም ሜቪስ ትፈርሕ እሞ ትበርር ኣቦይ ሓቁ እዩ ነይሩ ድማ ትብል ናይ ድራኩላ መደብ ይዕወት ምኽንያቱ እቶም ምዉታት ተጠቂሙ ከም ሰብ ናይቲ ዓዲ ኮይኖም ንኽጻወቱ ስለ ዝገበረ እዩ እዚ ድማ ጓሉ ካብ ገዛ ናይ ምዉጻእ ሓሳባ ካብ ርእሳ ንኽተዉጽኦ ተባሂሉ እዩ ድራኩላ ናብ ጓሉ ከይዱ ኩነታት ክዕዘብ ከሎ ምስ ወጸት እንታይ ከም ዝገበረት ይሓታ። ንሳ ጉህያ ትጸንሖ እሞ ብዛዕባ ደቂ ሰላስ ዝበሎ ኩሉ ሓቂ ከም ዝነበረ ትነግሮ። ድራኩላ ይሓቑፋ እሞ በቲ ዘጋጠማ ነገር ከም ዝጓሃየ ይነግራ። ከይትጋሃስ ድማ ይልምና። ነቲ ንሱ ባዕሉ ዝሰራሓሉ ኬክን ዘምጽኣላ ህያብን ክትወስድ ይነግራ። ሃንደበት ሓደ ሰብኣዊ ቆልዓ ናብቲ ሆቴል ይኣቱ። ስሙ ድማ ጆን ይበሃል። ቅድሚ ምቕጻልና ግን ነታ ናይ ላይክ ምልክት ምጥዋቕ ዝረሳዕኹማ ይመስለኒ። ሕጂ ነታ ላይክ ጠዊቅካ ዓርከይ ሕጂ ድማ ሳብስክራይብ ግበር። ንሳቶም ንድራኩላ ምስ ረኣይዎ ይስንብዱ እሞ ከመይ ጌሩ ናብዚ ሆቴል ከም ዝመጸ ይሓትዎም። ጆኒ ንዕኡ ክነግሮ ከሎ ምስ ኣዕሩኹ እምባ እናደየበ ከሎ ካብቲ ጥቐኦም ዘሎ ዘፍርሕ በረኻ ድምጺ ከም ዝሰምዐ ኣብኡ ድማ ሓዊ ዝሓዙ ሰባት ከም ዝረኣየ ይገልጽ። ንዕኡቶም ተኸቲሉ ድማ ነዚ ሆቴል ከም ዝረኸቦን ክምርምሮ ከም ዝደሊን ይነግሮም። ሓደ ናይቲ ሆቴል ጋሻ ብሰንኪ ኣገልግሎት ተበሳጭዩ ክመጽእ ከሎ ድራኩላ ንጆኒ ሒዙ ብፍጥነት ኣብ ሓደ ክፍሊ ክሓውኦ ይግደድ። ይፍትሾ'ሞ ቴሌፎኑ ይወስዳ። ካብ ውሽጢ ዝመጽእ ዘሎ ሙዚቃ እውን ይሰምዕ። ድራኩላ ሓደ ሰብ እኳ ሰብ ከም ዝኣተወ እንተ ፈሊጡ ነቲ ናይቲ ቦታ ስምን ክብርን ከይበላሾ ይፈርሕ። ከምኡ'ውን ንጓሉ ሜቪስ ይሰግኣላ። ምኽንያቱ ንዕኡ እንተ ሪኣቶ ኣቦኣ ከም ዝሓሰዋ ደቂ ሰባት ድማ ክፉኣት ወይ ድማ ገለ ከም ዘይኮኑ ትመሃር እያ። ኣብዚ እዋን እዚ ጆኒ ብናቱ ክዳንን ኩሉ ነገሩን ንሓቀኛታት ቫምፓየራት ይቐድሕ ከም ዘሎ ብምዝራብ ይቐርብ። ጆኒ ግን ኣብ ቅድሚ ሓቀኛ ጋሻ ጠጠው ኢሉ ከም ዘሎ ባእታ እኳ ኣይተገንዘበን። ጆኒ ኣብቲ ቦታ ተንጠልጢሎም ዘለዉ ዓለበታት እናርኣየ ይግረም እሞ ይምሰጥ። ድራኩላ ናይ ጆኒ ትርኢት ክቕይሮ ይውስን። እዚ ድማ ከም ሓደ ካብቶም ናይቶም መናፍስቲ ንኽመስል እዩ ናብቲ ወጻኢ የውጽኦ እሞ ድራኩላ ምስቲ ጻዕዳ ሓሽከር ተራኺቡ ብዛዕባ መግቢ ክዘራረብ ይጅምር። ጆኒ ነቶም ገያሾኡ ብምድናቕ ናይ ትርኢቶም እናተዓዘበ ክርኢ ይኸይድ። ሃንደበት ኣብ ቅድሚኡ ሓደ ዓጽሚ ይረክብ እሞ ሓቀኛ ዓጽሚ ምዃኑ ምስ ኣረጋገጸ ብዓብዪ ፍርሓት ይስንብድ። ናብ የማንን ጸጋምን እንዳጎየ ኣብቲ ቦታ ዘለዉ መናፍስቲ እናረኣየ ይጭድር። ጆኒ ምስ ድራኩላ ይጋጨው እሞ ንሳቶም ሒዞምዎ ብፍጥነት ኣብ ሓደ ቦታ ክሓብእዎ ይኣትው። ጆኒ እዚ እቲ ሓቀኛ ድራኩላ ምዃኑ፣ እዚ ድማ ተራ ናይ ክዳን ጸወታ ከም ዘይኮነ፣ ከምኡ'ውን ናይ ማስክ ባስኬት ከም ዘይኮነ ይርዳእ። ድራኩላ ንኽረጋጋእን ኣእምሮኡ ክሕዝን ይሓቶ፣ ምኽንያቱ ልክዕ ከምቲ ደቂ ሰባት ዝሓስብዎ ደሙ ክሰቲ ከም ዘይኮነ ይነግሮ። ነዚ ቦታ እዚ ንኹሎም ደቂ ሰባት ዝጭቁንዎም ፍጥረታት ኢሉ ከም ዝሃነጾ ይነግሮ። ድራኩላ ናይ ፍሊል ሓይሉ ተጠቒሙ ንጆኒ ካብ ሆቴል ከውጽኦ የልዕሎ። ጆኒ ግን ንቕሩብ ግዜ ተወሳኺ ንኽጸንሕ ከእምኖ ይፍትን። ሃንደበት ምስ ቬኒስ ይጋጨው። ድራኩላ እንደገና ንድሕሪት ክመልሶ ይግደድ። ሜቪስ ድማ እንደገና ንድራኩላ ናብ ጓሉ ይስዕቦ። ንሱ ድማ ንጆኒ ናይ ልደት በዓላ ንምድላው ንኽሕግዞ ከም ዘምጽኦ ይነግራ። እታ ጓል በቲ ናይ ኣቦኣ ዘይብሩህ ጠባያት ትግረም እሞ ሜቪስ ንኣቦኣ ድራኩላ ምስ ጆኒ ሓቢራ ክትዛወር ንኽፈቕደላ ትሓቶ። ሃንደበት እቶም ገያሾኡ መጺኦም ንድራኩላ ከምቲ ናይ ቀደም ግዜ ምስኣቶም ኮይኑ ንኽደርፍ ይሓትዎ፣ ንሱ ግን ይነጽጎ። ሜቪስ ምስ ጆኒ ትዘራረብ እሞ ኣዲኣ ሽማ ከም ዘውጸትላ ትነግሮ። ስሙ ክትሓቶ ከላ ግን ይስምብድ እሞ ኣብቲ ሆቴል ዝሰምዖ ስም ይዛረብ። ንሳ ድማ እዚ ናይ ወዲ ሓዋ ስም ምዃኑ ትነግሮም። ንሱ ወዲ ሓዋ ከም ዝኾነ ይነግራ እሞ ነቲ ዘገርም ናይ ቀረባ ኣዝማዱ ዝኾነ ፍራንክስታይን ክቐድሖ ይፍትን። ንሱ ድማ ብምጽንሑ ተገሪሙ ንድራኩላ ብዛዕባኡ ይሓቶ። ድራኩላ እዚ ናይ ሜቪስ ወዲ ሓዋ ምዃኑ ይምልሰሉ። ብምቕጻል እውን ነቲ በዓል ብሓድሽ መንገዲ ንምድላው ኣብዚ ከም ዘሎ ይነግሮም እሞ መዘናግዒ ክፍልታት ይፈጥር። እቲ ቀዳማይ ክፍሊ ብናይ ድራኩላ ኣዝማድ ደርፊ ይጅምር፣ እዚ ድማ ብጣዓሚ ኣሰልቻዪ እዩ። ጆኒ ጠጠው የብሎም እሞ ነቲ ናይ ደርፊ ውጥረት ንክቕይርዎ ይሓቶም፣ እቶም ተዓዘብቲ ምስኡ ይኣትዉ። ድራኩላ ግን ነዚ ነገር እዚ ዘስተውዒሉ ነቲ ንሱ ዘውጽኦ መደብ ጥራይ ንክኽተሉ ይእዝዝ። ንሳቶም ግን ነቲ መደብ ሰልቻዊ ኮይኑ ይረኽብዎ። ጆኒ ካብቲ ናቱ ናይ ደርፊ መኽዝን ሓደ ደርፊ ይኸፍት እሞ ኩሎም ጋያሹኡ ይሕጎሱ። እቲ ቦፌ ይኽፈት እሞ እቶም ጋያሹ ናብ ጠረጴዛ ከይዶም ክበልዑ ይጅምሩ። ካብ ጆኒን ድራኩላን ወጻኢ ንሳቶም ኮይኖም ብሓበር ይዘራረቡ። ጆኒ ንድራኩላ ነቲ መግቢ ንኽፍትን ይሓቶ። ንሱ ግን ይነጽጎ እሞ ናብ ጎኒ ወሲዱ እቶም ኣብዚ ዘለዉ ሰብ ምዃንካ እንተፈሊጦም ዓብዪ ሓደጋ ከም ዝኾነ ይነግሮም። ኣብ ቅድሚ እቶም ካልኦት ሕቖኡ ከም ዝሕሞ ንኽመስል እእዝዞ። እዚ ድማ ንኽወጽእ ተባሂሉ እዩ። ነገር ግን እቶም ጓያሹኡ ነንባዕሎም ኣብ ሕቖኡ ክደያየቡን ክጻወቱን ዝሓቶም ዘሎ ይመስሎም። ናይ ድራኩላ ጆኒ ንኽወጽእ ዘውጽኦ ዘሎ መደብ ይፈሽል። ብሓይሊ ሒዙ ናብ ወጻኢ የውጽኦሞ ብናይ ስሕር ዓይኒ ገይሩ ኩሉ ዝተፈጸመ ፍጻሜታት ንኽርሶዖን ዝኽርታቱ ንኽድምስሶን ይፍትን ጆኒ ግን ዝበለጸ ንኽርኢ ዝሕግዞ ናይ ዓይኒ መነጽር ከም ዝገበረ ይነግሮም ስለዚ እቲ ስሕር ዓይኒ ኣይሰርሐሉን ድራኩላ እንተዘይወጺኡ ክውድኦ ምዃኑ የፈራርሖም ኣብ መንገዶም ምስ ቬኒስ ይጋጨው እሞ ንሳ ኣብ ውሽጢ ሆቴል ዑደት ተውጽኦም ናብ ናሕሲ ይድይቡ እሞ ነቲ ቦታ ሙሉእ ብሙሉእ ካብ ላዕሊ ይርእይዎም ንሱ ካብዚ ኮይኑ ሓንቲ ጽብቕቲ ከተማ ኣብ ጥቓኦም ከም ዘላ ክርኢ ከም ዝኽእል ይነግራ። ሜቪስ ብዛዕባኡን ብዛዕባ ናቱን ድሌት ትሓቶ። ንሱ ቅድሚ ሕጂ ኣቦኡ ናብ ሓደ በዓል ከም ዝኸደ ይነግራ። ሜቪስ ናብ ሓያሎ ቦታታት ክገይሽን ዓለም ክዘውርን ብምኽኣሉ ትግረም። ንሱ ድማ ኣብ ገዛ ካብ ምቕማጥ ንላዕሊ ብጣዕሚ ዝበለጸ ምዃኑ ይነግራ። ሜቪስ በቲ ንፈለማ እዋን ካብ ርሑቕ ኮይና ከይተከፈቶ ስለዚ'ውን ከይተጓድኣት ዝረኣየቶ ናይ ጸሓይ ምብራቕ ትግረም። ኣብቲ እዋን እቲ ድራኩላ ኣብ ሳውና ኮይኑ ምስቶም ብዛዕባ ጆኒ ዝሓትዎ ዘለዉ ኣዝማዱ ይዘራረብ ነይሩ። ንሳቶም ንሱ ጽቡቕ ሰብ ምዃኑን ጓሉ ድማ ናብኡ ከም ዝተሳሕበትን ይነግርዎ። ድራኩላ ነዚ ሓሳብ እዚ ይነጽጎ እሞ ይበሳጨው። በቲ ካልእ ወገን ድማ ጆኒ ሃንደበት ካብ ናሕሲ ይወድቕ እሞ ኣብ ልዕሊ እግሪ ድራኩራ ይዓርፍ። እዚ ዝኸውን ዘሎ ድማ ድራኩላ ገና ጆኒ ይኸይድ ኣሎ፣ ተመሊሱ እውን ኣይመጽእን እዩ እናበለ ክነግሮም ከሎ እዩ። ድሕሪኡ ድራኩላን ጆኒን ብሓባር ይረኣዩ እሞ ጆኒ በቲ ድራኩላ ባዕሎም ዝንቀሳቐሱ ጠረጴዛት ዘሰናድኣሉ ኣገባብ ይግረም። ንሱ ክበረሉ ኢሉ ኣብ ልዕሊ ሓደ ካብቶም ይስቀል፣ ድራኩላ ድማ ኣብ ልዕሊ ካልእ ጠረጴዛ ተሰቒሉ የሳድዶ። ድራኩላ ነቲ ምስ ጓሉ ሜቪስ ክጋጮ ከሎ ዘጋጠሞ ምስጓግ ይፈትዎ። ንሳ ድማ ብዛዕባ ጆኒ ትሓቶ። ድራኩላ ይባሰጮ እሞ ንዕኡ ትፈትዎ እንተ ኾይና ይሓታ። ሜቪስ ግን ከምቲ ናቱ ዝበለ ፍሉይ ሰብ ግዲ ከም ዘይብላ ተርእዮ። ኣብዚ እዋን እቲ ናይቲ ሆቴል ጻዕዳ ሓሽከር ሰብ ምዃኑ ምስ ፈለጠ ንጆኒ ጨው ይወስዶሞ ንድራር ከውስሎ ይውስን። እቲ ዘብዐኛ ንድራኩላ ክነግሮ ይኸይድ። ንሱ ድማ ካብ ጓሉ ይቕሬታ ሓቲቱ ጆኒ ከይተጠበሰ ከሎ ቅድሚ ምትራፍ ብፍጥነት ክሕዞ ይጎዪ። እቲ ዓሽከር ንድራኩላ ምስ ደቂ ሰባት ተኣማንነት ከም ዘለዎ ይኸሶም። ድራኩላ ጆኒ ሰብ ከም ዘይኮነ ከእምኖ ይፍትን። እቲ ዓሽከር ብፈተና ገይሩ ንክረጋገጸሉ ይሓቶ፣ ጆኒ ግን ነቲ ፈተና ኣይሓልፎን። ጆኒ ብርግጽ ሰብ ምዃኑ ይረጋገጽ። ድራኩላ ብፍጥነት ሒዝዎ ካብቲ ክሽነ የውጽኦ እሞ ናብቲ ሓደ ናይ በዓልቲ ወየቲ ፎቶታት ዘለዎ ክፍሊ ይኣትው። ጆኒ ነዚ ምስ ረኣየ እዞም ናይ እዛ ሰበይቲ ፎቶታት ኣብቲ ናይ ደቂ ሰባት ዓለም ኣብ ቤተ መዘክር ከም ዝርከቡ ይነግሮም ንሱ ነቲ ታሪክ ክነግሮ ይጅምር እሞ ቀደም ቀደም ሓደ በይኑ ዝነብር ሰብኣይ ነዛ ሰበይቲ እዚኣ ብኣጋጣሚ ረኽዩ ከም ዝፈተዋን ብሓባር እውን ይነብሩ ከም ዝነበርን ሓደ ንእሽተይ ቆልዓ ከም ዝወለዱን ነገር ግን ሓደ መዓልቲ ገዝኦም ሓዊ ሒዝዎ ኩሎም ከም ዝሞቱን ይነግሮም እቲ ኣፈ ታሪክ መናፍስቶም ገና ኣብቲ ፍራሽ ከም ዘሎ ይዛረብ ድራኩላ እዚ ኣፈ ታሪክ ጌጋ ምዃኑ ይነግሮ እታ ሰበይቲ ጥራይ ከም ዝሞተት፣ እቶም ዝቐተልዋ ድማ ደቂ ሰባት ምስቶም ንዓኣቶም ንምጥፋእ ሓዊ ሒዞም ዝተኣከቡ ግዜ ምዃኑ ይነግሮ። ንሳ ክትሓብኣ ከም ዝሓተታን ደቂ ሰባት ግን ከይዶም ነቲ ቦታ ምሉእ ብምሉእ ሓዊ ከም ዝጎወርሉ ይነግሮ። ድራኩላ ነዚ ዕርዱ ዝሃነጸሉ ንጓሉ ካብ ደቂ ሰባት ዝሕልወሉ ምኽንያት እዚ እዩ። ጆኒ ሕጂ ኣብ መበል ዕስራን ሓደን ክፍለ ዘመን ከም ዘለዉ፣ ሰባት ከም ዝተቐየሩ ይነግሮም። ድራኩላ እንተዝወጹ ኩሎም ሰባት ከም ዝቕበልዎም ሓንቲ መርትዖ ንክህቦ ይሓቶ። ጆኒ ሓቁ ከም ዘሎ ይነግሮ። ድራኩላ ንበዓል ልደት ጓሉ ንክጸንሕ ይልምኖ። ንጽባሒቱ ንግሆ ኩሉ ሰብ ካብቲ ቦታ ይትንስእ። ድራኩላ ድማ ንበዓል ይዳሎ እሞ ነቲ ናይ ጓሉ ህያብ ኣብ ልዕሊ ዓራት የቐምጦ። ናይ ልደት በዓል ይጅምር እሞ ኩሉ ሰብ ይደርፍን ይስዕስዕን። ድራኩላ ምስ ጓሉ ይካታዕ። ንሳ ድማ ልክዕ ከምቲ ጆኒ ዓለም ክትርኢ ትደሊ ሃንደበት ኣቦኣ ነቲ ናይቲ ዓዲ ነገር ምሉእ ብምሉእ ንዓኣ ካብ ዘለዎ ስግኣት ዝተላዕለ ከም ዝዳለዎ ሓቀኛ ምስጢር ይናዘዝ። እቲ ዓሽከር ድማ ይኣቱ እሞ ኣብ ቅድሚ እቶም ዝሰንበዱ ጋያሹኡ ናይ ጆኒ ሰብኣውነት መንነት ይገልጾ። ጆኒ ብሜቪስ ይግረም። ንሳ ትሓቕፎ እሞ ሰብ ይኹን ወይ ጋሻ ግዲ ከም ዘይብላ ትነግሮ። ጆኒ ንድራኩላ ይጥምቶ፣ ንሱ ድማ ብጓሂ ይርኢ። ጆኒ ብድሕሪኡ ጠጠው ኢሉ ንሜቪስ፣ ኣነ ንጋሽኡ ይጸልኦም እየ፣ ንስኺ'ውን ከምኣቶም ጋሻ ኢኺ ይብላ እሞ ሓዲግዎ ኣርሒቑ ይኸይድ። ድራኩላ ኩነታት ክዕዘብ ናብ ክፍሊ ሜቪስ ይኣቱ፣ ነገር ግን ኣብ ልዕሊ ነሓስ በይና ኮይና ዓብዪ ጓሂ ዓጽዒትዋ ትጸንሖ፣ ከምኡ'ውን ዝኽርታት ንኽምለሰላ ትሓቶ። ንሳ ድማ ምስ ኣዲኣ ዝተጻሓፈ ናይ ፍቕሪ ታሪኽ ዘለዎ መጽሓፍ ሒዛ ይረኽባ። ንሳ ካብዚ ዕርዲ ወጺኣ ፈጺማ ክትወጽእ ከም ዘይትደሊ፣ ልክዕ ከምኡ'ውን ድሕሪ ሕጂ ምንም ሕልሚ ከም ዘይብላን ትነግሮ። ብድሕሪኡ ኩሎም ናይቲ ሆቴል ጋያሹ ናይ ክፍሊት ወረቓቕቶም ይሓቱ፣ ምኽንያቱ ኣብቲ ቦታ ሰብ ከም ዘሎ ምስ ፈለጡ ክወጹ ስለ ዝደልዩ እዩ። ድራኩላ ንጓሉ ሜቪስ ዝያዳ ልባ ከይሰባብሮ ንጆኒ ንኽረኽቦን ንኽሕግዝዎ ይሓቶም። ድራኩላ ጆኒ ከምቶም ካልኦት ደቂ ሰባት ክፉእ ከም ዘይኰነ ንኽርድእ ይጽዕር፣ ንሳቶም ብርግጽ ንጆኒ ክደልዩ ናብ ወጻኢ ይወጹ እሞ ኣብ መንገዲ ናቱ ካምሻ ይረኽቡ። ድራኩላ ንሓደ ኣዝማዱ ብናቱ ሽታ ገይሩ ንኽከታተሎ ይሓቶም። እቲ ኣዝማዱ ንደቁ ንኽሕግዝዎ ይሓቶም እሞ እታ ንእሽተይ ጓሉ ነቲ ካምሻሽ ቲታ ጆኒ ብልክዕ ኣበየናይ ቦታ ከም ዘሎ ትነግሮም። ድራኩላን ኣዝማዱን ኣብ መኪና ተሰቒሎም ጆኒ ክገይሽ ከሎ ብፍጥነት ንኽሕዝዎ ይጎዩ። ኣብ መንገዲ ምስ ሓደ ምስኣቶም ዝዋዘ ሰብ ይረኽቡ እሞ ብናቱ ኣገባብ ይግረሙ። ንሳቶም ልክዕ ከምኣቶም ዝኣመሰሉ ናይ ጋያሹ ክዳን ዝኽደኑ ሰባት ናብ ዝመልእዎ በዓል ይበጽሑ። ካልእ ሰብ ድማ ብዛዕባ መዕርፎ ነፈርቲ ሓቲቱ ናብታ ኣንፈት የርእዮም። ሓደ ካብቶም ናይ ድራኩላ ፈተውቲ ዝኾነ ሓቀኛ ጋሻ ብእግሩ ክኸይድ ይውስን እሞ ነቶም ኣብቲ በዓል ዘለዉ ሰባት ከፍርሖም ይፍትን። ሰባት ግን ጣቕዒት የጣቕዕሉ። ንሱ ሓቀኛ ጋሻ ምዃኑ ንኽርድእዎ ይፍትን፣ ሰባት ግን ብዘየግድስ ከም ዝፈትውዎ ይነግርዎም። ንሱ ናይ ሜቪስ ታሪኽ ይነግሮም እሞ ድራኩላ ጸሓይ ከይተንከፈቶም ናብ ጆኒ ንኽበጽሕ ንኽሕግዝዎ ይልምኖም። ኩሎም ንዕዑ ዝኸውን ዓለባታት ናይ ዓውዪ ናይ ስሕር መስመር የልዕሉ እሞ ድራኩላ ናብታ ነፋሪት ክሳብ ዝበጽሕ ብፍጥነት ኣብ ትሕቲኡ ጎዪ፣ ነገር ግን እታ ነፋሪት ድሮ ተላዒላ ከም ዝኸደት ይረክብ። ድራኩላ ናብ ፍልፍል ተቐይሩ ክበርር ይግደድ። ጸሓይ እናንደዶ ናብ ጆኒ ንምብጻሕ ክበርር ይረኦ እሞ ካብቲ መስኮት ኮይኑ ብቐጻሊ ይጽውዖ። ሃንደበት ጆኒ ናብኡ ይጥምት፣ ነገር ግን ጽቡቕ ገይሩ ክሰምዖ ኣይከኣለን። ድራኩላ ናብ ቅድሚ እታ ነፋሪት ከይዱ ኣብቲ ናይ ቅድሚ መስትያት ይላገቡ እሞ ነቶም መራሕቲ ነፋሪት ብናይ ስሕር ዓይኒ ይቆጻጸሮም። ኣብ ውሽጢ እታ ነፋሪት ድማ ብዛዕባ ሜቪስ ክከላኸል ከሎ ኣብ ልዕሊ ጆኒ ገበን ከም ዝተፈጸመ ካብኡ ክሕልዋ ከም ዝኽእል ይመስሎ ከም ዝነበረን ነገር ግን ንሳ ኣብ ዓላ ዓለም ናይ ምፍላጥ መሰል ከም ዘለዋ ከም ዝተገንዘበ ኣዋጅ የቃልሕ። እቲ ናይ ሜቪስ እምነት ናብ ከምኡ ዝበለ ደንቂ ሰብ ብምኻዱ ከም ዝተሓጎሰ ይገልጽ። ድራኩላ ይቅርታ ንክገብረሉ ይልምኖም። ድራጉላ ናብ ክፍሊ ጓሉ ሜቪስ ተመሊሱ ይቅሪታ ይሓታ እሞ ህይወታ በቲ ንሳ ትደልዮ ኣገባብ ንክትገብሮ ይሓታ። በቲ ናይ ልደት ህያባ ማለት ናይ ጉዕዞ ቦርሳ ምስ ጆኒ ሓቢሩ ይህባ። ጆኒ ድማ ካብ ፍርሓት ኣቦኣ ዝተለዓለ እዩ ንጋሻ ከም ዝጸልእ ዝተዛረበ ብምባል ይቅሪታ ይሓታ። ድራኩላ ንጓሉ ምስ ጆኒ ኮይና ሕልማ ንክትረክብ ናይ ነፋሪት ትኬት ይህባ፣ ንሳቶም ድማ ሓቢሮም ዓለም ይዘሩ። እምበኣርከስ ክቡራት ተኸታተልቲ ንሎማዕንቲ ዝነበረት ፊልምና ኣብዚ ትውዳእ። ከምዚኦም ዝኣመሰሉ ፊልምታት ክበጽሐኩም እንተድኣ ደሊኹም ንፊልመይ ላይክ ንቻነለይ ሳብስክራይብ ብምግባር ኣበረታታትዑኒ። ክሳዕ ብኻልእ ቪድዮ ንራኸብ ሰላም ጽንሑለይ።